ዳርጋ ሽዱሽተ ወርሒ ንገብር እዛ ምንቅስቃስ ደለይቲ ለውጢ እትበሃል ተጀሚራ። መጀመርያ ቅድሚ ምጅማራ ውሽጣ ውሽጢ ምስ ውድባት ብዙሕ ተዘራሪብና። ደሓር ምስ ተኣከብና እቶም ውድባት ንስኻ ተሓባበረና ኢሎምኒ። ኣነ እውን እቲ ለውጢ ንእሽተይ ክስጉም ይደሊ ስለ ዝነበርኩ ሕራይ ኢለ ተቐቢለ። ኣብ ዝደለይዎ እዋን ንስኻ ደኺምካ ኣለኻ፣ በዓልትና ኢና እታ ምትሕባር ንውስዳ እንተኢሎም ኣብ ኢዶም እያ ዘላ። እዚኣ ክትፈልጡ እዚኣ ክትፍለጥ ይደሊ እየ ሓንቲ ነገር እዚኣ እያ ፐርሰናል ነገር ተላዕለ ኣሎ ኣነ ህዚ እቲ ፐርሰናል ነገር ዲፈንድ ክገብር ኣይንቀሳቀስን ሓደ ነገር ግን ክዛረብ ዝደሊ ክሻብ ህዚ ክሻብ ተህዚ ዝገብሮ ዘለኹ ነገር ዘይኣመንኩሉ ዝገበርኩዎ ነገር የለን ክጋደል ከለኹ ኣሚነ ተጋዲለ ምስ ኣዕርኽተይ ምስ ኣሕዋተይ ንትግራይ ፀገም ዝፈትሕ ናይ ኢትዮጵያ ፀገም ዝፈትሕ እሱ እዩ ኢለ ዝገበርክዎ ኹሉ ነገር ገይረ ህዝቢ ትግራይ ክብሪ ሂቡኒ ማዕረግ ምሃብ ኣይኮነን ማዕረግ ካብኡ ንላዕሊ ደቁ ሂቡና መራሒ እየ ነይረ ኣብቲ ናይ ዕጥቂ ቃልሲ ደቁ ሂቡና ዝግበር ነገር ገይርና ድሕሪኡ ኣብ ናይ ኢትዮ ኤርትራ ውግእ ከሙ ደቁ ሂቡና ምስ ካሊእ ናይ ኢትዮጵያ ኣካል ኮይኑ ዝግበር ነገር ገይርና ኣብዚ ናይ ሀዚ እውን ፀገም ኣሎ ኢለ ኣሚነ ተጋዲለ ስለዚ ክጋደል ከለኹ ክዋጋእ ከለኹ ዝገበርኩዎ ነገር ኣሎ ዘናስሐን ነገር የለን ጌጋ ገይረ እየ ዝብሎ ነገር ኣሚነ እየ ገይረዮ ኣሚነ ገይረዮ ማለት ጌጋ የብሉን ማለት ከይኾን ይኽእል እዩ ኣብዚ ብሶሻል ሚድያ ወይ ኣብዚ ንዓ ከምዚ ጌርካ ኣለኻ ገለ ዝበሃል ነገር ግን ጌረ ኣይወስዶን። ታሪኽ እዩ ዝፈርዶ ወይ ድማ ንኹሉ እተገብረ ጥፍኣት ብሓደ ኮይና ንርኣዮ ኣብ ዝበሃለሉ እዋን ኣነ እውን ናይ ውልቀይ ዝሽከሞ ነገር ተልዩኒ ክሽከም እየ ዚኣይ ክብል ዝደሊ። ናብቲ ጉዳይ ክኣቱ ኣይደልን። ኣብዚ ኣቐዲምና ኢና ለውጢ ጀሚርና ዝብል ሓሳብ ቀሪቡ ኣሎ። ዋይ ጽቡቕ ጌርኩም ኣነ ድሒረ ፈሊጠ ማለት እዩ ናትኩም እንተኣሽሙ ንምውሳድ ዝሓስብ ሰብ የለን ክረዲት ሀዚ እውን እንተኾነ ንኡ ክወስድ ዝደሊ ሰብ የለን ስለዚ በቢ ዝነበርናዮ እተገበረ ቃልሲ ኣሎ እግረ መንገደይ ክገልፆ ዝደሊ እቶም ናይ ህወሓት ማእኸላይ ኮሚቴ ብ ቅድሚት ኣለው ተባሂሎም ሽሞም ዝጥቀስ ዝነበረ ተኣሽሞም ዝለዓል ዝነበረ ኣሚኖምሉ ተጋዲሎም ኣብ ዘይኣመንሉ እዋን ድማ ተቓዊሞም ሀዚ ከመይ ንግበር እዩ ክኸውን ዘለዎ እቲ ጉዳይ ሓደ ሓወይ የልዕሎ ነይሩ ብቲ ታሕቲ ወገን ዓንቶ ጌታቸው ኣልዒሉ ፕሪቶርያ እኮ ገና ምስ ፈረምና ክርሸነ ኣለዎም ተባሂልና ስራሕ ፈፃሚ ኣርባዕተ ዝነበሩ ስራሕ ፈፀምቲ እዚኣቶም ክሒዶም እዮም ክርሸኑ ኣለዎም ከም ዝበለ ሰሚዕና ኢና ዋእ ዝኾነ ይኹን ንሕና ኣብቱ ኣብቱ ዝርርብ እውን ኢድኩም ሃቡ ተማረኹ ይብሉና ነይሮም ትግራይ ከይድና ኢና ንማረኽ ኢልናዮም ደሓር እውን ክርሸኑ ኣለዎም ኢሎምና እሞ ንኸይድ ተረሺኖምና ክንርኢ ክንርሸን ኢልና ኣብኡ እቲ ናይ መጀመርያ ተቓዋማይ እቲ ናይ tplf ማእኸላይ ኮሚቴ እዩ እቶም ስራሕ ፈፀምቲ እዙይ ክቕደድ ኣለዎ ክርሸን ኣለዎ ክብሉ ከለዉ ኣይኸውንን ኢሉ እዩ ካብዚ ንላዕሊ ካሊእ ነገር የለን ኢሎም እዮም እቶም ወታደራት እዮም ከምኡ ኢሎም እቶም ሀዚ ሓደ ሓደ ነገር ዘልዕሉ ዘለዉ ኩሎም ከምኡ ኢሎም ናብ ህዝቢ ትግራይ ምስ ከደ ድማ ህዝቢ ትግራይ ኣንቶ ሰሚዕ ነይረ ናይ ህዝቢ ኣይኮነን እቲ ኣጀ ፕሪቶርያ ዝብል ምስ ተነገሮ ህዝቢ ትግራይ ኣነ ዝፈልጦ እዚ ጉዳይ እዚ መድሕና እዩ ኢሉ ህዝቢ ትግራይ ብምሉእ እቶም ሀዚ ኩናት ዝደልዩ ዘለዉ ኣርባዕተ ስራሕ ፈፀምቲ ገና ፕሪቶርያ ቅድሚ ምምጻእና ክቅደድ እዮም ዝደልዩ ነይሮም። ካብ ናይሮቢ ክንመጽእ ከላና ክኣስሩና እዮም ዝደልዩ ነይሮም። ህዝቢ ትግራይን እቶም ኣብ ውሽጢ ህውሓት ዝነበሩ ተጋደሉ ማእኸላይ ኮሚቴን እንታይ ከም ዝገበሩ ይፈልጥ እየ፣ ኣብኡ ስለ ዝነበርኩ ኣነ። ቅድሚኡ ዝነበረ ነገር ኣይፈልጥን። ናይ ፕሪቶርያ ስምምዕነት መሰረት ክሕዝ፣ ንሱ መሰረት ገይሩ ድማ እቲ ሕማቕ ሓይሊ ተነጺሉ ክወጽእ ግን ናይ ሞትን ሕየትን ቃልሲ ከም ዝገበሩ ይፈልጥ እየ፣ ምስክር እየ። ንዙይ ድማ የኽብሮ እየ። ካምኣ እናበለት እያ መጺኣ ክሻዕ ደሓር ካሊእ ጌጋ የብሎምን ካሊእ ጌጋ ኣይገበሩን ኣይኮንኩን ዝብል ዘሎ እቲ ኣነ ዝፈልጣ እዚኣ እያ እዛ ናይ ፕሪቶርያ ስምምዕነት መሰረት ክትሕዝ ተቃሊሶም እዮም ለውጢ ንክመጽእ በዞም ሀዚ ዘለዉ መራሕቲ ኮይና ክንከድ ኣይንክእልን ኢሎም ተቃሊሶም እዮም እንታይ ይመጽእ ነይሩ ካሊእ ጉዳይ እዩ ዋእ ሱር ሱር በቀስ ለውጢ ተባሂሉ ክመጽእ ከሎ መቐለ ኔርና ኩላትና ንሰምዕ ኔርና እዚ ነገር እዚ ሕማቕ ትኽክል ኣይኮነን ኢልና ሓይሊ ዝነበሮ ብዝሕ ዝበለ ሓይሊ ኔሩ እቲ ዝተገብረ ነገር ተገይሩ ህዝቢ ትግራይ መኺሩ ናይ ባዕሉ መንግስቲ ባዕሉ ይሓዝ ኢልና ተኻራኺርና ብዙሕ ነገር ክንገብር ፈቲንና ዓቕምና እንተስ ብናይ ባዕልና ጸገም እንተስ ብዝኾነ ይኹን መንገዲ ካብኡ ንላዕሊ ክወስደና ኣይከኣለን ስለዚ እዚ ብሓወ ንቅድሚት እውን ዝጠቅም ዝመስለኒ ኣቀድም ኣቢሉ ብዙሕ ነገር ዝረኣየ ዝነቅሐ ካብ እተፈላለየ ሰርከምሳንሰስ ለውጢ የድሊ እዩ ዝበለ ሓይሊ እንተልዩ ሀዚ ሓይሊ ክመፅ ከሎ ኣወጃካ እንኳዕ መፃኻ እዩ ፅቡቅ ዝመስለኒ ብሓደ ኮይና ንቃለስ እዩ ፅቡቅ ዝመስለኒ ታዳን ናካ ትገብር ሀዚ መፂኻ ፅቡቅ ኣይመስለንን ንተቃልስ ዘዳክም እዩ ዝመስለኒ። እታ ካልኣይቲ ክዛረባ ዝደሊ ብዛዕባ ናይ ደለይቲ ለውጢ ትምልከት ኢያ። ሓደ ግዝያዊ መንግስቲ ኮንኩም እንታይ ጌርኩም ገለ ዝበሃል ነገር መጺኡ። ግዝያዊ መንግስቲ ኮይና ኣይመጻእናን። ወሪድና ኢና መጺእና። ግዝያዊ መንግስቲ ኮይና ኣይኮናን መጺእና። ስለዚ ከም ግዝያዊ መንግስቲ እንታይ ሓላፍነት ኣለኩም? ከም ዜጋታት ኢና። ሓላፍነት ተሰሚዑና በሉ ንተኣኻኸብ ኢልና ምትእኽኻብ ጀሚርና። ምስተን ተቓወምቲ ውድባት ቅድም ኢለን እውን ነዊሕ ዝቃለሳ ዝነበራ ምስኣተን እውን ብሓደ ኮይና እንታይ ንግበር ኢልና እታ ትበሃል ዘላ ነገር ገይርና። ድሕሪኡ ዓንቶ ሰፋ ይገልጾ ነይሩ። ምስ ጀመርና ፈቓድ ኣይተኸላእናን ግን ፈቓድ ዘይምኽላእን እምነት ሒዝካ ብሓደ ምስራሕን ነንበይንቱ እዩ። ብዙሕ እዩ እቲ እንተኣሽሙ። ዝርዝር ነገር ዘድለይ እይመስለንን። ኣብ ውሽጥና እውን ምልክታት ይረኣዩ ነይሮም። ሓደ ዘይምዃንና፣ ሓደ ብትይ ሓደ ብትይ ዝኸድ ነገር ይረኣዩ ነይሮም እዮም። ብዝኾነ ኮይኑ ሀዚ ቀስ ብቀስ እቲ ዘድልየና ፈቓድ ግዛዕ እናተውሃበና ኣብዚ ብጻሕ በጺሕና ኣለና። ሀዚ እውን ከቢድ ናይ ሪሶርስ ጸገም ኣለና። ከቢድ ናይ ሪሶርስ ጸገም ኣለና። ሓንቲ ግን ክዛረብ ዝደሊ ቅድም ዘልዓሉ ኣሕዋተይ ኣለው። ክልተ ነገር ከልዕል ይደሊ ሓደ ደኺምኩም ኢኹም ዝሒልኩም ኢኹም ኢሎምና ኣለዉ ብቀዳማይ ውን ተዛሪበ እየ ሓቆም እዮም ክንድቲ ዝግባእ ኣይተንቀሳቀስናን ምኽንያት ክህልወና ይኽእል እዩ እቲ ምኽንያት ግን ኑቲ ፋክት ኣይቕይሮን እቲ ምኽንያት ኤክስፕለይን ይገብሮ እምበር ኑቲ ኩነታት ኣይቕይሮን ሓንቲ ምስኣ ትኸይድ ግን ኩሉ ለውጢ ዝደሊ ሰብ ብምሉኡ ከሳትፍ ዝኽእል ፕላትፎርም ኢና ፈጢርና ኣምብሬላ ኢና ፈጢርና። ፊክስድ ዝኾነ ስትራክቸር ዘለዎ ውድብ ኣይኮናን ፈጢርና። ኤኒ ለውጢ ዝደሊ ሓይሊ ኣብዚ እናኣተወ ብዝመሰሎ መንገዲ እናተንቀሳቐሰ ክኸይድ ይኽእል እዩ። ስለዚ እዚኣን ምስትብሃል ፅቡቕ ይመስለኒ። ብኻሊእ ኣዘራርባ እቱ ለውጢ ዝደሊ ጓሂ ዘለዎ ብዓብዪ ቁጥዐ ዝዛረብ ዘሎ ሰብ እና እናኣተወ ዝገሊ ሰብ እንተልዩ እናግለሰ ዝዕረ ሰብ እውን እንተልዩ እናዐረየ እናተማኸረ ከጠንክሮ እየ ዝደሊ ኣነ። ካሊእ እንታይ እያ እታ ዕላማኹም ትብል እያ። ክልተ እየን እተን ዓበይቲ ዕላማ። ሓንቲ ኹናት ኣብ ትግራይ ክንትርፍ ምፅዓር እዩ። እንተመፂኡ ምንም ኣይንገብርን ኣንቶ ይግለፅ ነይሩ። ለውጢ ደሊኻስ ኹናት ኣይንገብርን ኣልካ እንታይ እዩ ዝኾን ዝበሃል። እቲ ቀዳማይ ምርጫና ብሰላም ለውጢ ክመፅእ ምድላይ እዩ። ኹናት ኣብ ትግራይ ምውጋድ እዩ። ብፍላይ ድማ ናይ ወክልና ኹናት ክተርፍ ምግባር እዩ። ናይ ሻዕብያ ወኪል ኾንካ ምስ ማእኸላይ መንግስቲ ይቃወሙ እዮም ዝበሃሉ ሓይልታት ፀሚድካ ህዝቢ ትግራይ ናብ ሓዊ እቲኻ ደሓረ መጨረሻ ምንም ዘይገብረሉ ኹናት ኣድቂቑ እንደገና ከም ሕብረተሰብ ደው ክንብል ዘየኽእለና ኹናት ምትራፍ እዩ። ሓደ ዋና ዕላማና እዚ እዩ። ይመጽእ ንሪኦ ስለ ዝነበርና እዚ ኦብ ዘይኮነ ተጀሚሩ ኣፍቲ መንግስቲ እናሃለና ውን ኣልዒልናዮ ኢና በቢ ዝኸድናዮ እኮ ሰልፊ ተገይሩ ሰብ ዓለቕለቕ ከብሎ ከሎ ሰብ ነጊሩና እዩ ሰላም ኢና ንደሊ ኢሉና እዩ ኩሉቲ ሰብ እቲ ዝመጸ ሰብ በሽሓት ዝቑጸር ሰላም ኢና ንደሊ ኢሉና እዩ ካልኣይ በታ ዝመጻናያ ምምሕዳር ክንከድ ኣይንደልን ኢሉና እዩ ክልቲኤን ኣምጺእወን እዩ ናይ ህዝቢ ጭርሖ እየን ኣብዚ ምስ መጻና ውን ንሰና ንልዕል ዘለና ሰላም እንታይ ክግበር ይኽእል ብዙሕ ምንገድታት ኣሎ ብቀዳማይ ተካእለኒ ይገልጽ ነረ ሓደ ናይ ኹናት መሳርሒኦም ምሕዳግ እዩ ህዝቢ ምሕዳግ ሰራዊት ምሕዳግ እዩ ካብኡ ክንገብሮ ንክእል ኢና ክንዲ ዝተካእለና ንግበሮ እዚ ሓሊፉ ዝመጽእ ኹናት ተልዩ እውን ብጣዕሚ ብዙሕ ዋጋ ዘየኽፍለና ሓድነትና ዘይሰባበረልና ክኸውን ንግበሮ እዚ እዩ እቲ ሓደ እቲ ካልኣይ ዕላማ ናይ ህዝቢ መንግስቲ ምትካል እዩ። ክሻብ ሀዚ ኣብ ትግራይ ናይ ህዝቢ መንግስቲ ነይሩ ኣይፈልጥን ኢልና ኢና ተበጊስና። ንንበረሉ ኣይንንበረሉ ብዘየግድሽ። ብዝኾነ ግን ኣብ ዝበፃሕናሉ ግዜ ከምዚ ኢልና ደምዲምና ኣለና። ቅድም ኢልና በፂሕናዮ ክንከውን ንኽእል ኢና እቲ መደምደምታ። ቅድም ኢልካ ስለዝበፃሕካዮስ ናብ ነገራዊ ሓይሊ ክቕየር እዩ ማለት ኣይኮነን። ስለዚ ሔዚ እቱ ናይ ደለይቲ ለውጢ ካልኣይ ምንቅስቃስ ካልኣይ ባዕላማ እዚ ነገር ምሰትረፍና ተህዚ ዘሎ መንግስቲ እውን ናብ ሓደ መልክዕ ምሰተሓዝና ኣብ ትግራይ ዘሎ መንግስቲ ሓቋፋይ መንግስቲ ንግበር ዝብል እዩ። እቲ ሓቋፋይ መንግስቲ ናተይ ፐርሰናል እምነት ይኹን ኣብቲ ማኒፌስቶና እውን ተቀሚጡ ዘሎ ህዝቢ ትግራይ ፓርላማ ዝመስል ኣቁሙ ይምረፅ እዩ ባዕሉ ይምረፅ። ኣነ መንእሰይ ክኾን ይኽእል እየ ዓንዶም መንእሰይ እዩ ኣነ እየ ፕረዚደንት ክኸውን መንእሰይ እየ እንተኢሉ ከምኡ ዝመሰለ መንእሰይ መዓት ክመፅእ እዩ ስርዓት ክህልዎ ኣሎ ስርዓት ድማ ህዝቢ ትግራይ ይእከብ ፓርላማ ዝመስል ነገር የቑም ፓርላማ ከመይ ኢሉ ይቖም ዝብል ንመያየጠሉ ደሓር ዝመርሐና እከለ እዩ ኢሉ ይምረፅ በቃ ዝቆፃፀሮ ባዕሉ ዝቆፃፀሮ ዘውርዶ ዘደይቦ ከምኡ ዝመሰለ መራሒ ይምረፅ ናይ ትግራይ ህገ መንግስቲ ናይ ኢትዮጵያ ህገ መንግስቲ እዚ ይፈቅድ እዩ እዙይ ተግባር ንግበር ኢና ንብል ዘለና። ባዕልትና ፕረዚደንት ክንከውን ሕፁያት ገይርና ኣይኮናን ነቕርብ ዘለና። ናይ ደለይቲ ለውጢ ምንቅስቓስ ውልቀ ሰብ ይኹን ኣብኡ ዘለዋ እተን ፓርቲታት ባዕልታተን ሕፁይ ገይረን ኣይኮናን ዘቕረባ ዘለዋ። ኢንስቱሽን ንፍጠር እየን ዝብላ ዘለዋ። ህዝቢ ትግራይ ኩሉ ፀገሙ ብሓደ ኮይኑ ዝመኽረሉ፣ ብሓደ ኮይኑ ዝውስነሉ፣ ናይ ልምዓት፣ ናይ ኲናት፣ ናይ ሰላም ብሓደ ኮይኑ ዝውስነሉ መንግስቲ ይሃልዎ መንግስቲ ማለት ፓርላማ እዩ ፓርላማ ይሃልዎ እቲ ግዝያዊ መንግስቲ እናሃለና ተቓሊስና ኣብ ዝበፃሕና በፂሕና ሀዚ እውን ንሱ ኢና ንብል ዘለና ኣብ ታሕቲ እውን ኣብ ታሕቲ ወረዳታት ክወርድ ከሎ ህዝቢ ናይ ባዕሉ መመሓደርቲ ባዕሉ ይምረፅ እዚ ደንቢ እዩ ህጊ እዩ ናይ ትግራይ ህገ መንግስት ዘቕመጦ እዩ ናይ ህዝቢ ትግራይ ሓድነት ዘምፅእ እዩ ፀገማትና ዝፈትሕ እዩ ሰብዓ ሰማንያ ፐርሰንት ፀገማትና ዝፈትሕ እዩ ስለዚ ናይ ከተማ ከንቲባ ይኹን ናይ ወረዳ ሓላፊ ብናይ ወረዳ ቤት ምኽሪ ብናይ ከተማ ቤት ምኽሪ ይመረፅ እዩ እቲ ቕዋምና መንግስቲ ይቑም ክንብል ከለና እዚኦም ክልቲኦም ፒላራት ናይ መንግስቲ እዮም። ኣብ ልዕሊኡ እቲ ዝመፅእ ካቢኔ ኣብ ሜሪት መሰረት ዝገበረ ኢንክሉሲቭ ዝኾነ ንኹሉ ዝሓቁፍ ካቢኔ ይሃሉ። ሰር ዕጡቕ ሓይሊ ካብ ናይ ፖለቲካ ፓርቲ ወገንተኝነት ይውጻእ ከምኡ ታይ ዝብሉ ነገራት ኣለው ኩሉ ሰብ ዝበጎም እዚኣቶም ንግበር እዩ እቲ ዕላማ ስለዚ እንድሕር ቀኒዕኩም እንተ ቢልኩምስ ታይ ኢኹም ትገብሩ ዝብል እተን ዕላማኡ ተቐሚጠን ኣለዋ ግን ኣብዚ ክልተ ነገር እዩ ዘሎ ሓደ ተህ ዘሎ ጸገም ከመይ ንፍታሓዮ እቲ ጭቡጥ ጸገም ኹናት ኣብ ትግራይ ከይግበር ምግባር እዩ እዙይ ንፍታሕ መጀመርያ ድሓር ካብኡ ንህዝቢ ዝሓቁፍ ህዝቢ ዝድግፎ መንግስቲ ነቑም እዚ እዩ እቲ ዕላማ። ኣብዚ ዝኣቱ ሰብ ብምልኡ ማሕበር ይኹን ኣቃውምኡ ድማ ንኹሉ ዝሓቁፍ እዩ። ፕላትፎርም ኢና ፈጢርና። ናይ ሓደ ውድብ ማኒፌስቶ ኣይኮነን። ውልቀ ሰባት ክኣትዉ ይኽእሉ፣ ብክልል ደረጃ፣ ብዞባ ደረጃ ክኣትዉ ይኽእሉ፣ ኣብ ወረዳ ክኣትዉ ይኽእሉ፣ ማሕበራት ክኣትዉ ይኽእሉ፣ ፖለቲካዊ ውድባት ክኣትዉ ይኽእሉ፣ ደሓር ንሳቶም እናተማኸሩ እናተሰማምዑ ኣብ ወረድኦም፣ ኣብ ዞባኦም፣ እምበኣር እከሌ ተሓባብረና እናበሉ ከምቲ ኣብዚ ንግዚኡ እስኻ ተሓባብረና ኢሎምኒ ዘለዉ ከምኡን ከምኡ እናገበሩ ዝኣቱ ሰብ ብምልኡ እናእተና እተን ናእሽተይ ጭሩቕሩቕሩቕ ዝብላ ዘለዋ ፈለጋት ጭሩቕሩቕ ዝብላ ዘለዋ ናይ ህዝቢ ተቓውሞ ውሕጃት እናኣከብናስ ናብ ዓብይ ውሕጅ ንቐይረን እሞ ንለውጦ እዩ እቲ ጉዳይ። ስለዚ ኣሰራርሕኡ ውን ዕላምኡ ጥራሕ ዘይኮነስ ኣሰራርሕኡ ውን ሓቋፋይ ክኸውን፣ ንኹሉ ሰብ ከእቱ፣ ኣብ ዘዘርከበሉ እናኣተወ እናተቓለሰ ክኸይድ፣ ደሓር ነወራርዶ ሒሳብ እንተልዩና እዙይ ምስ ፈታሕና ቀስ ኢልና ነወራርዶ፣ እዙይ እዩ እቲ ዕላማና፣ እዙይ ኢና ኣቕሚጥና ዘለና። ኣብዚ ተልዓለ ኣነ ውን ዝብህጎ ፅቡቕ ነገር ኣሎ። ናብ ተግባር ንእቶ ናብ ተግባር ንእቶ ዝብል ድፍኢት ኣሎ። ፅቡቕ ፅቡቕ እዩ እዚ ተኣሽሙ። ኣብዚ እቱ ሚዛን ምሕላው ፅቡቅ ይመስለኒ ኣብ ተግባር ኣይንእቶ ይብልን ናጋ ንጉሆ ኣብ ስታድዮም ዓለቅለቅ ክነብሎ እንተክኢልና ብሰልፊ ብጣዕሚ ደስ ይብለኒ መስቀል ኣደባባይ ክንወፅ ተክኢልና ብጣዕሚ ደስ ይብለኒ ኣብዙይ ጥራሕ ግን ኣይኮነን ኣብ መቀለ እውን ከምኡ ንግበር ከምሉ ከምዙይ ክንገብር ዝጠምረና ነገር ክንሕዝ ኣለና ዝጠምረና ሓደ ዕላማ ካልኣይ ኣሰራርሓ እዩ ደለይቲ ለውጢ እዚኤን ክቅምጥ እዩ ፈቲኑ ዕላማ እዚኤን ይኩና ኣሰራርሓና ድማ እዚኤን ይኩና ኢሉ ከቅምጥ እዩ ፈቲኑ ኣብዚ ውሽጢ ዝኣቱ ሰብኣት እዩ እናተቓለስና ፀገም ንፍታሓዮ እዩ ዝብል ዘሎ። የቐንየለይ።